ሰላም ከመይ ቀኒኹም ኣስማይት ፍጹም ብርሃኔ ካብ ኣደም ስቱድዮ ብሕጂ ድማ ከምቲ ልሙድ ሓንቲ ህንጻ ሒዘልኩም መጽየ ኣለኹ እዛ ህንጻ እዚኣ ህንጻ ትያትር ኣስመራ ክትከውን እያ

ትያትር ኣስመራ ወይ ውን ከምቲ ብልምዲ ዝጽዋዕ ዝነበረ ቀደም ኣስመራ ኦፔራ ኣብ ሽሕን ትሽዓተ ሚእትን ዓሰርተ ሸሞንተን ክስራሕ ከሎ ብ ሽሕን ትሽዓተ ሚእትን ሰላሳን ሽዱሽተን ድማ ብ ኢንጂነር ኤድዋርዶ ካቫናሪ ተወሳኺ ንድፍን ምትዕርያትን ተጌርሉ። ከም ንዝክሮ ኢንጂነር ኤድዋርዶ ካቫናሪ ንህንጻ ፖስት ኦፊስ ውን ዝሃነጸ መሃንድስ ዩ። ትያትር ኣስመራ ክልተ ስነ ህንጻዊ ቅድታት ዝኽተል ህንጻ ዩ። ቅድታት ሮሚኒስክ ረቫይቫልን ኒዮክላሲዝምን ድማ እዩ ዝኽተል። ኒዮክላሲዝም ቅዲ ህንጻ ከም ውጽኢት ኒዮክላሲካል ሙቭመንት ወይ ምንቅስቓስ ኣብ መፋርቕ ዓሰርተ ሸሞንተ ኣብ ኢጣልያን ፈረንሳን ዝተጀመረ ቅዲ ህንጻ ክኸውን ከሎ፣ ድሒሩ ግን ካብቲ ቀንዲን ተለላይን ዝኾነ ቅዲ ኣብ ምዕራባዊ ዓለም ክኸውን እዩ ተራእዩ። ምዕባለ ኣርኪዮሎጂ ኣብ ምምጻእ ኒዮክላሲዝም ቅዲ ህንጻ ሓደ ካብቲ ዓቢ ኣስተዋጽኦ ዝነበሮ ነገር እዩ። ምፍሓር ቦታታት ከም በዓል ፖምፔይ ንመሃንድሳት ዓሚዩቕ ምርምራትን ኣረኣእያታትን ብዛዕባ ክላሲካል ኣርኪቴክቸር ክገብሩን ናታቶም መረዳእታ ከምጽኡን ክመራመሩን ከጽንዑን ሓደሽቲ ቅድታት ከተኣታትዉን እውን ኣኽኢልዎም እዩ። ካብቲ ልሙድ ቅድታት ፍልይ ዘብሎ ነገር ኒዮክላሲካል፣ ኣክንዲ ፍልልይ ኣብ መንጎ ብርሃንን ጸልማትን ጌሩ ዘርኢ፣ ንመንደቕ ናይቲ ህንጻ ኣጉሊሑ ኣብ መንጎ ክልተ መናድቕ ዘሎ ፍልልይ ከርእየካ ዝፍትን ዓይነት ቅዲ ህንጻ እዩ። ኣብ ናሕሲ ኣዳራሽ ናይ ኣስመራ ትያትር ዝርከብ ንሳዕስዒት ዘንጸባርቕ ፍሬስኮ ድማ ብኢጣልያዊ ቀባኣይ ሳቬሪ ፕሬስ ፍሬሳ ዝተሳእለ ክኸውን ከሎ፣ ነቲ ኣብቲ እዋን'ቲ ዝነበረ ሓድሽ ዓይነት ቅዲ ስነጥበብ ዘንጸባርቕ ብምዃን፣ ንኣስመራ ትያትር ሓንቲ ካብተን ህቡባት ቦታታት ኣብ ኣስመራ ኣብ ግዜ ጥልያን ክትከውን ኣኽኢልዎ እዩ። ትያትር ኣስመራ ኣብ ብርኽ ዝበለ ኩርባ ናይ ኣስመራ ዝተደኮነት ኮይና፣ እቲ ብርኽ ዝበለ ቦታ፣ ብኽልቲኡ ወገን ናብ መእተዊ እናተጠወየ ዝመጽእ ሞኒመንታል መሳልል ብኽልተ ወገን ብዛዕጎል ቅርጺ ዝወቀበ መጫዕጫዕታ ዝተኸበበን ብናይ ረኔሳንስ ማሕተም ዝተወቀጠን ኮርየንታል ኣዕኑድ ዘጠቓለለ ክኸውን ከሎ ኣዝዩ መሳጢ ትርኢት ይህባ። ዝተረፈ ክፋል እዛ ህንጻ እዚኣ ድማ ብፍላይ ናብ ወገን ሲቲ ፓርክ ዝጥምት ቤት መንግስታዊ ምስሊ ክህልዎ ከሎ፣ ግምብታትን ድፋዓትን ዘጠቓለለ ክፋል ዝሃንጻ ድማ እዩ። ህንጻ ትያትር ኣስመራ ብትያትሮ ኣስመራ ክጽዋዕ ድሕሪ ምጽናሕ ኣብ ሽሕን ትሽዓተ ሚእትን ሓምሳን ክልተን በቲ ኣብቲ ግዜ'ቲ ዝነበረ ምሕደራዊ መንግስቲ ኢትዮጵያ ካብ ወነንቲ ኢጣልያውያን ብኣዝዩ ትሑት ዋጋ ተዓዲጉ ድሕሪ ናጽነት ግን ኣብ ትሕቲ ዋንነት ህዝብን ኤርትራን ይርከብ። ኣደራሽ ትያትር ኣስመራ ሸውዓተ ሚእትን ሓምሳን ተዓዘብቲ ከእንግድ ዝኽእል ክኸውን ከሎ፣ ብተዛማዲ ግን እቲ ዘለዎ ስቴጅ ንእስ ዝበለን ቁሩብ ቴክኒካዊ ብቕዓት ዝጎድሎን እዩ። ህንጻ ትያትር ኣስመራ ኣብቲ ናይ ቀደም ግዜ ብጎደና ኮርሶ ሙሰሊኒ ዝፍለጥ ዝነበረ፣ ኣብዚ ግዜ እዚ ግን ብጎደና ሓርነት እንፈልጦ ቀንዲ ጽርግያ ትርከብ። እምበኣር ንሕጂ ሒዘያ መጽየ ዝነበርኩ ህንጻ እዚኣ እያ ነይራ። ካልእ ህንጻ ሒዘ ክሳብ ዝምለሰኩም ሰላም ቅነ።